ተጋዳላይ ካብ ፊት ንፊቱ ካብ ዘጥቅዖ ጸላኢ ንላዕሊ ምስኡ ዘሎ ፈታዊኡ ዝኸሓደ መዓልቲ ዘብጽሖ ጉድኣት ይበልጽ ይብሉ። ልክዕ እዩ፣ ፊት ንፊት ዝመጸና ጸላኢ ጸሊእኻ ኣሚንካ እንተኽኢልካ ትፍንዎ፣ እንተዘይክኢልካ ከኣ ምክልኻል ወይ ከኣ ንድሕሪት ምምላስ ይከኣል። ይኹን ደኣ እምበር ጸላእቱ ብግልጺ ዘየነጸረ ፈታዊ መሲሉ ጸላኢ ግና ከቢድ ሓደጋ የምጸልካ። ኣብዛ ዓለምና ለዋሃት፣ ርህሩሃት ሰባት ከም ዘለዉ ኩሉ ክፉኣት ሰባት ምህላዎም ከኣ ዘየጠራጥር ነገር እዩ። ስለዚ ሰባት ሓደ ሓደ ግዜ ብዘይ ዝኾነ ምኽንያት ካብ ዓወቶም ክወድቁን ክኸስሩን ኩሉ ነገር ብልሽውሽው እንትብሎም መን ነቲ ነገር ከም ዝገበረሎም ወይ ከም ዘበላሸዎም ንምፍላይ ብጣዕሚ ይጽገሙ። ወይ ከዓ ርሑቃት ዘለዉ ፀላእቶም ይጥርጥሩ። ሓደ ሓደ ግዜ ግና ፀላእቶም ፈተውቶም፣ መሓዙቶም፣ መማኽርቶም ኮይኖም ይርከቡ። ስለዚ እዚ ኣብ ህይወት ውሽጢ ከየጋጥም እቲ ሓደ ብሉፃት መሓዙት ወይ የዕርኽቲ ምሓዝ፣ ካልኣይ ከዓ እዞም መርዛማት ሰባት ምፍላይ ወይ ምፍላጥ እዩ። ስለዚ እዞም መርዛማት ሰባት ይድለዩ ኣይድለዩ ክንዲ ዝኾነ ይኹን የምስሉ ምሕባእ ዘይኽእሉ ጠባያት ግን ኣለዉዎም። እዞም ጠባያት ብምዕዛብ፣ ብምርኣይን ኣብ ጎንኹም ኣብ ጥቓኹም ዘለዉ ሰባት ምፍላይን ምርኣይን ከምኡውን ኣባኻትኩም እዚ ጠባይ እንተሃልዩ ክትኣልይዎ ይግባእ። ስለዚ ኣብ ናይ ሎማዓንቲ ቪድዮና መርዛማት ሰባትን መምሰልቲ ኣምሰሉታት ዝኾኑ ዓሰርተ ጠባያት ክንርኢ ኢና። ስለዚ ክንደይ ኣምሰሉታት መሓዙት ከም ዝረኸብኩም ኣብ ኮመንት ጽሓፉልና። ግናኸ ኣብዚ ክትፈልጥዎ ዘለኩም ከምዚ ዓይነት ሰባት ኣብ ፈተውትኹም፣ ኣብ መሓዙትኩም እንተረኺብኩም ብጥበብን ብብልሓትን እቲ ዝግባእ ጥራሕ ክትገብሩ ኣለኩም። ነዚ ቪድዮ ላይክ ብምግባር ጀምሮ ነዚ መሃራይ ቻናል ሓደሽቲ እንተኾንኩም ከዓ ሳብስክራይብ ብምግባር ስድራ ቤትና ይኹኑ። ካብ ዓሰርተ መርዛማትን ኣምሰሉታት ጠባይ ቀዳማይ ከም ዕድለኛ ጥራይ ይቆፅርኹም። እዞም ዓይነት ሰባት ብናታትኩም ክእለትን ብቕዓትን ዘይተኣማመኑ እዮም። ኣይ ከምዚ ዓይነት ስድራቤት ስለ ዘለዎ እዩ ከምዚ ዓይነት ስለ ዘለዎ እዩ ዕድለኛ ስለ ዝኾነ እናበሉ ፃዕርኹም ኮንቱ ዝገብሩ እዮም ብናታትኩም ዓወት ኣይተኣማመኑን እንታይ ደኣ ኩሉ ብወዝቢ ብኣጋጣሚ ከም ዝኾነልኩም ዝቆፅሩ እዮም በዚ ምክንያት ከዓ ንስኻትኩም ብክእለትኩም ዘለኩም ይኹን ዘኽብረኩም ሰባት ማእኸል እንትርከቡ ናታትኩም እቲ ዝገርም ክእለትን ብቕዓትን መሬት ይዘብጥዎ የትሕትዎ ናታትኩም ነገር ኣይጥዕሞምን ዕረ እዩ ንኣብነት ንስኻቶም እትሰርሕዎ ስራሕ እንተሃልዩ እቲ ዕድል ብኦም እንተመፅኡ ንሱ ብልክዕ ክሰርሑ ይኽእል ዶ ኢሎም እንትትሕተቱ ኣነ ኣይፈልጥን ግን ክስቶ እኮ ዝሰርሑ ኢሎም ናብ ካሊእ ዘይፈልጥዎ ሰብ ሚዛኖም ይኸውን ስለ ናታትኩም ፍፁም ሓላፍነት ኣይወስዱን ወይ ከዓ ብኣኹም ኣይተኣማመኑን እዚ ቀዳማይ ጠባይ እዩ። ካልኣይ ናይ መርዛማትን ናይ ኣስመስልትን ጠባይ ኣብ ሓዘንኩም እዋን እምበር ኣብ ሓጎስኩም ዘየለዉ ዓይነት ሰባት እዮም። እዞም ዓይነት ሰባት ጠባዮም ጽቡቕ እኳ እንተመሰለ እቲ ሓቂ ግን እሱ ኣይኮነን። ኩሉ ግዜ ካብኣቶም ትሕትኩም ካብኣቶም ሓገዝ ምሕታት ብጣዕሚ ይሕጉሶም። በዚ ምኽንያት ከዓ ኣብ ሓዘንኩምን ኣብ ጸገምኩምን እዋን ኩሉ ግዜ ኣብ ጎንኹም ይርከቡ። ዝኽእልዎ ኩሉ ውዕለታ ክግብሩልኩም ይፍትኑ። እዚ ከኣ ንሳቶም ንዓኻትኩም ብሕታውያን ካልእ ዝኾነ ከም ዘይብልኩም ብዝገብር ስምዒት እዩ። ስለዚ እቲ ሓገዝ ጽባሕ ንዓኻትኩም ከም ዓብዪ ውዕለታ ጽባሕ ዝኸፍለኩም ወይ ከኣ ዝኣስረኩም እዩ። ስለዚ ብዝገርም መንገዲ ኣብ ጸገማትኩም እዋን ከም ኣምላኽ ይኾኑልኩም። ክሳብ ዝገርመኩም ከኣ ይሕግዝኹም። እቲ ጸገም ዝፍጠር ግና ንስኻትኩም ካብቲ ሓዘንን ጸገምን ወጺኹም ናብ ሓጎስ ምኻድ እንትትጅምሩ እዩ። ኣብቲ እዋን ንዓኣቶም ሓገዝ ምሕታት ደው ምባልኩም እንትስምዖም፣ ካብኣቶም ብታሕቲ ዝነበርኩም ሰባት ሕጂ ማዕረ ወይ በሊጽኩም እንትትርከቡ ይቐንዩ። ሎሚ እዋን ከም ትማሊ ካብኣቶም ኢድ ክትነዕቁ ጥራሕ እምበር ክትስሕቑ ምርኣይ ብፍጹም ኣይደልዩን። ኣብ ሓጎስኩም ሰዓት ምስኻትኩም ምባእስ ይጅምሩ። ኣቓልቦ ከም ዘይትህብዎም ከም ዝኾነ፣ ከም ዝደረኹምዎም ከም ዝኾነ ምዝራብ ይጅምሩ። ቀደም እትፈልጥዎ ሰናይ ነገር ኩሉ ይጥፍእ። እንተኽኢሎም ናታትኩም ነገር ከባላሹ ወይ ከተዓናቕፉ ይኽእሉ። ኣብ ቃላቶም ማእኸል ንስኻትኩም ዘለኩም ርእሰ ተኣማንነት ትሕት ዘብል ነገር ምዝራብ ይጅምሩ። ትማልኹም፣ ጌጋታትኩም፣ ድኽመታትኩም እናዘከሩ ከሕፍሩኹም፣ ከሰክፉኹም ይፍትኑ። ከበድቲ ዝኾኑ ግፍዒ፣ ንዕቀት ካብዞም ሰባት ክትቅበሉ ትኽእሉ ኢኹም። ስለዚ እቶም ሰባት ኣብ ሓጎስኩም እዋን እንተደሊኹሞም ኣይርከቡን። ቅንኦም ስለ ዝፍለጥ ይሕብኡ እዮም፣ እናረሓቑ ኸኣ ይመጹ። ከም ትማሊ ካብኣቶም ጥራይ እናተቐበልኩም፣ ንዓኣቶም ጥራይ እናለመንኩም እንተዘይኮይኑ፣ ንስኻትኩም ተቐይርኩም ክትህብዎም ወይ ከተለቅሕዎም፣ ክትሕግዝዎም ኢድኩም ክትዝርግሑሎም እንከለኹም ዓብዪ ተቓውሞ የልዕሉ። ካባኻትኩም ኣይቕበሉን። ባቃ ኢቲ ልክዕ ቅንኢ ትሪኡ ክሳብ ዝበፅሑኹም ኣባኻትኩም ስልጣን ክሳብ ዘለዎም መንገዲ እናተኸተሉ ደው ከብሉኹም ከፈራርሑኹምን ከበላሽውልኩምን ይፍትኑ። ይኹን ደኣምበር እዞም ሰባት ብፅቡቕ ርሕቐት ምስ እትፈጥሩ ወይ ናይ ብሓቂ እንተሰሚሩልኩም ምብፃሕ ኣብ ዘይኽእልዎ ቦታ ምስ እትኾኑ መሊሶም ከማኹም ምዃን ወይ ምስምዕማዕ ይጅምሩ። ከምዚኦም ዓይነት ሰባት ኣምሰሉታት ወይ መምሰልቲ እዮም። ካብ ከምዚኦም ዓይነት ሰባት ከዓ ርሕቐትኩም ምሕላው ኣገዳሲ ነገር እዩ። መበል ሳልሳይ ናይ መርዛማትን ኣስመሰልትን ሰባት ጠባይ ሓመይቲ ወይ ከዓ ሚስጥር ዝዛረቡ እዮም። እዞም ሰባት ስለ ሰብ ዘዕልልኹም ናይ ሰባት ሚስጥር ዝነግርኹም እዮም። ከምዚ እንተኾይኑ ክትኣምንዎም ይብልኩምን ምኽንያቱ ከኣ እቲ ዝነግርኹም ናይ ሰብ ምስጢር እቲ ሰብ ከይትዛረቡ ኢሉ ዝነገሮም እዩ እሞ ስለዚ ጽባሕ ከኣ ናትካትኩም ምስጢር ናይ ሓፋሽ ኮይኑ ቅድሚ ምርካብኩም ከምዚኦም ዓይነት ሰባት ፍለዩ እዞም ሰባት ኩሉ ግዜ ስለ ሰባት እንተኾይኑ ዕላሎም ጽባሕ ናታትኩም እውን ኣብ ሰባት ቅድሚ ከምዘይሓሚኹም ፍለጡ። ሓሜታ ማለት ስለ ሰባት ምዕላል ማለት ዘይኮነስ እቲ ሰብ እንተሃልዩ ፊት ንፊቱ ምዝራብ ዝኸብደኩም ነገር ወይ ከዓ ሕማቕ ሓሜታ ማለት እዩ። ስለዚ ከዓ ስለ ሰባት ስለ ንፍዕነቶም እቲ ሰብ እንተሃልዩ ኣብ ቅድሚኡ ዝበሃል ሓሜታ ኣይኮነን ማለት እዩ። ስለዚ ሓሜቲ ካብቲ ዝተዘራረብናሉ ወሲድኩም ፈሊኹም ፍለጥዎ። ካብኡ ናይ ባዕልኹም ጥንቃቐ ምግባር ጀምሩ። እዞም ሰባት ኣድላይ ስጉሚ ስለ ዘይወሰድኩም ምኽንያት ሰባት ክጸልኡን ምስ ሰባት ክባእስኹም እውን ይኽእሉ። ንሳቶም ግልጺ እየ ዝብል ተኸዊሎም ኩሉ ነገር ብምዝራብ እቲ ዝኸውን ብምርኣይ ይዘናግዑ። ከምዚኦም ዓይነት ሰባት ካሊእ ድፍረት ዝህቦም ናታትኩም ነገር ንስኻትኩም ከምዘይትዛረቡ ምፍላጦም እዩ። ሓሶት ይኹን ሓቂ ነጊሮምኹም እዚ ሚስጥር እዩ ንዓኻ ስለ ዝኾነ እየ ነጊረካ ብምባል ይኣስርኹም። ስለዚ ኬርኩም ሓቅነቱ እኳ እንተዘይፈለጥኩም ክትክበሩን ክትእሰሩን ከተስተንትኑን ትነብሩ። ስለዚ ኩሉ ግዜ ናይ ባዕልኹም ሚዛናዊ ዝኾነ ልክዕ ውሳነ ክህልወኩም ምእንታን ስለ ሰብ ይኹን ስለ ዝነገርኹም ሚስጥር ዘዕልሉ ሰባት ምእማን ደው ኣብሉ። ናታትኩም ናይ ብሕትኹም ነገር ኣይትዘርዝሩሎም። እዚ ጠባይ ናይ ኣስመሰልቲ ሰባት ሳልሳይ ጠባይ እዩ። ራብዓይ፣ ናታትኩም ክባር ነገር ዝንዕቑን ዘነዓዕቑን እዮም። እዞም ዓይነት ሰባት ብጸወታ ወይ ብቕይዕ ዝመስል ኮይኑ ዝገብርዎ ግና ንስኻትኩም ዘኽበርኩሞ ወይ ክባር እትብልዎ ነገር ምንዓቖም የርእየኩም። እዚ ማለት ምናልባሽ እውን ሕልምኹም ትልምኹም ክኸውን ይኽእል። ህልምን ራእን ክንብል እንከለና ሓደ መዓልቲ ከም ፈተውትኹም ምግባር እትደልዮ ግና ሕጂ ኣብ ዘለኹሞ ኩነታት ክሰምር እሞ ይትረፍ ክሳብ ዘይከኣል ነጊርኩሞም ይኸውን ብጸወታ ኮነ ብቕይዒ ዝመስል ኣብ ጸወታ ማእከል ትንክፍ ክብሉኹም ወይ ከኣ ክነግሩኹም ትዕዘቡ። ሓደ ሓደ ግዜ ኸኣ ሽምኩም በቲ ዝበልኩሞ ነገር ክጽውዑኹም ከሰክፉኹም ዝኽእሉ እዮም። እዞም ሰባት ኣብ ሕልምኹም ራእኹም ንላዕሊ ብናታትኩም ዋጋ ወይ ናይ ህይወት ሕጊ ዘሽካዕልሉ እዮም። ካልእ ዘኽብሩልኩም ንዓኻትኩም ብዝተፈለየ መንገዲ እዚ ነገር ኣይፈቱን፣ ኣይገብርን፣ ኣይደልን ዝብሉኹም ነገር ብምንዓቕ ዝኾነ ምግባር ከም ዘይትኽእሉ ዘርእኹም እዮም። እዞም ሰባት ስለ ዝፈልጥኹም ናታትኩም ዶብ ኣየኽብሩን ዶብኩም እውን ኣይሕልዉን። ኩሉ ነገር ስቕ ኢልኩም እትብሉን ኣቓልቦ ንምርካብ ከም እትገብርዎ ገይሮም እዮም ዝቖጽርኩም። ኣብ ቅድሚ ሰባት እውን እቲ ሓሳባትኩም ብጸወታ ብሰሓቕ መልክዕ ዝሕፍሩኹም እዮም። ብኻሊእ ሰብ ዝተኸበርኩምሉ ወይ ቦታኹም ትሕት ዘብሉ እዮም። ከምዚኦም ዓይነት ሰባት ንባዕሎም ካብ ዘለዎም ዝተሓተ ኣተሓሳስባ ንዓኻትኩም ብምንዓቕ ንባዕሎም ንምሕካም ዝጽዕሩ ናብ ዝጸድፍሉ ገደል ወይ ጸድፊ ሒዞምኹም ንምውራድ ዝጽዕሩ እዮም። ስለዚ ከምዚ ዓይነት ጠባይ ዘለዎም ሰባት ብጥበብ፣ ብብልሓት፣ ብምስትውዓል ስጉሚ ክትወስድሎም ይግባእ። እዚ ካብ መምሰልቲ ሰባት ራብዓይ ጠባይ እዩ። ሓምሻይ፣ ዝፈርዱኹም ወይ ዝወቕሱኹም። እዚ ጠባይ ንሰባት ብጣዕሚ እዩ ዘደናግር፣ ምኽንያቱ ሓደ ሓደ እዋን ክሓርቁኹምን ክወቕሱኹምን እንከለዉ ንዓይ ኢሉ እዩ ኢልኩም ክትሓስቡ ትኽእሉ። ግናኸ የዕሩኽትኹም ይኹኑ ፈተውትኹም ኩሉ ነገር ብልክዕ ክገብሩ ይግባእ። እዚ ማለት ናታትኩም ኩነታት ምርዳእ፣ እንተተኻኢሉ ብዝኸኣልዎ ምሕጋዝ ይግበኦም። ይኹን ደኣ እምበር ምፍራድን ምውቃስን እንተተደልዩ ብልክዕ መንገዲ እምበር ብዓይኒ የብለይ ስኒ የብለይ ክኸውን የብሉን። ብተወሳኺ ከኣ ዝውቀሰሉ እዋን ሰዓትን ክህሎ ይግባእ። እዞም ሰባት ግን በብመዓልቱ ምሉኣት ከም ዘይኮንኩም ክስምዓኩም ዝገብሩን ዘሕፍርኹምን እንተኾይኖም ምስኣቶም ምስ እትኾኑ ከዓ ጉዱላት ከም ዝኾንኩም ይስምዓኩም እዮም። በቃ እዞም ሰባት ኣብ ክንዲ ልክዕ ሸነኻት ምርኣይ ብዙሓት ሰዓታት ኣብ ጌገታትኩም ድኽመታትኩም ኣቑሊቦም ዝዛረቡ እዮም። ንስኻ እኮ ከምዚ ከምቲ በቲ እናበሉ ርእሰ ተኣማንነትኩም የውርዱ። እዚ ንዓኣቶም ቀዳማይ ኩሉ ግዜ ናታቶም ጽግዕተኛ ክትኮኑ ዘረድኦም እንትኾን ብኻሊእ ኸኣ ኣብ ቅድሜኹም ንጹሃትን ጎደሎ ዘይብሎም ኮይኖም ክረኣዩ ይረድኦም። ስለዚ ከምዚኦም ዓይነት ሰባት ኣብ ቀረባኹም እንተሃልዮም ወይ ከኣ ፈተውትኹም እንተኾይኖም ብቕልጡፍ ካብኣቶም ቁጽጽር ንባዕልኹም ኣውጽኡ። ንሳቶም ንዓኻትኩም ከምኣቶም ገይሮም ክሰርሑኹምን ናታቶም ቡቺ ወይ ከልቢ ክገብሩኹም ዝጽዕሩ እዮም። ስለዚ ኣብ ቁጽጽሮም ቅድሚ ምእታውኩም ንባዕልኹም ካብ ቁጽጽር ኣውጽኡ። እዚ ካብቶም መርዛማትን ኣስመሰልትን ጠባይ ሓምሻይ እዩ። ሻድሻይ ኣመና ዘድንቕኹም ወይ ብኸንቱ ዘምክሕልኩም እዚኣቶም ከዓ ካብቲ ናይ ላዕሊ ብተፃራሪ ካብ ልክዕ ንላዕሊ ዘድንቑ ዝምክሑን ብኸንቱ ዘድንቕኹም ሰባት እዮም። ንስኻትኩም ንባዕልኹም ኣልዕል ኣብልኩም ክትሪኡ ዝገብሩ እዮም። ይኹን ደኣ እምበር እቲ ምውድዳስ ኩሉ ሓሶትን ምግናንን ዝተመልኦ እዩ። እዚ ዝገብሩ ምኽንያት ሓደ ንስኻትኩም ካብኣቶም ንምርሓቕ ስለ እትፈርሑ እዩ። ምስኣቶም ዝስምዓኩም ኮንፎርት ንምሕላው ክበሃል ካብኣቶም ክትርሕቁ ኣይትኽእሉን። ካልኣይ ከኣ ዝደልይዎ ነገር ብቐሊሉ ክቕበሉኹም ስለ ዝደልዩ እዮም። ስለዚ ከምዚኦም ዓይነት ሰባት ከም መሓዛ ከም ፈተውቲ ንዓኻትኩም ሪኦም ኣብ ቅድሚ ሰብ ኩርዕ ምስ ብትብሉ ድኽመታትኩም ጌጋታትኩም ክነግሩኹም ኣይደልዩን። ኣብ ክንድኡ የድንቑኹም የሞግሱኹም እሞ ድሕሪኡ በቲ ድኽመታትኩም ብድሕሬትኩም ኮይኖም የሽካዕልሉ፣ ይቕይዑ፣ ብድሕርኹም ይጎድኡኹም። ስለዚ እዚ ዓይነት ጠባይ ናይ ምምሳልን ናይ መርዛማት ጠባይ እንተጋጢሙኩም ብኣእምርኹም ልክዕ ዝኾነ ስጉሚ ክትውስዱ ይግባእ። ሻውዓይ፣ ቃል ዘይሕልዉ ሰባት። እዞም ሰባት ኣብ ህይወትኩም ኣብቲ ኣድላዪ እዋን ዘይርከቡ እዮም። ዝኣትዎ ቃል እውን ኣየኽብሩን ወይ ከዓ ኣይእመኑን። ንኣብነት ተለቂሖም ልቕሖም ኣይመልሱን፣ ተዋሒስኩም እውን ዋሕሶም ብልክዕ ኣይምልሱን፣ ኣይእመኑን። እንታይ ደኣ ኩሉ ግዜ ንዓኻትኩም ዘጨንቐኩም ወይ ዘፀግመኩም ነገራት እቲ ጉዳይ ከም ዝፈትሕዎን ናብኣቶም ክትገድፍዎ ቃል ይኣትዉ። ይኹን ደኣ እምበር እቲ ቃል ኣይዝክርዎን። ኣብ ቢዝነስ ከዓ ተኣማሚንኩም እትጅምርዎ ግናኸ ቃል የፍርሱ፣ ነቲ ቢዝነስ ከዓ ይርብሽዎ። በቲ ኾነ በቲ ኣብ ዝኾነ ይኹን ኩነታት ኣብ ቃሎም ኣይርከቡን። ከምዚ ዓይነት ሰባት ደጊሞም ደጋጊሞም ምእማኖም ዘየዋፅን ኪሳራ ጥራይ ምዃኑ ተረዱ። ሰባት ብንእሽተይ እንትእመኑ ብዙሕ ይሽዎም። እዞም ሰባት ምሳኻትኩም መሓዙት የዕርኽቲ ኢና ዋላ እንተበሉ እዚ ቃል ስለምሕላው ዝኾነ ውሓስ የብልኩምን። ኣብ ዝተጠዓመሎም ቦታ እንተኣትዮም ጠቕላላ ይርስዑኹም። ብናይ ባዕሎም ነገር ቢዚ ይኾኑ። ንስኻትኩም ኮይኖም ኣይሕልፉን በቃ ኩሉ ግዜ ምሳይ እዮም ኢልኩም ልብኹም ምዕራፍ ኣይትኽእሉን ኩሉ ግዜ ብድልየታቶም ብሓሳባቶም ኣብ ካሊእ ቦታ እዮም ኩሉ ግዜ ሰብ ቃሉ ዘይሕሉ ከየተግበረ ዝገብር ነገር ክፍጠር እንተሎ እዩ ቃሉ ዝሕሉ ከዓ ነቲ ነገር ዋጋ ከፊሉ ቃሉ እንተተግብር እዩ እዞም ሰባት ገና ዝኾነ ዓይነት ጉልበት ምብኻን ኣይደልዩን ንዓኻትኩም ዝኾነ ዓይነት ፃዕሪ ኣይገብሩን በቃ ብሓፂሩ ብጣዕሚ እንተጥዒምዎም ጥራይ ቃሎም ይኽበሩ እንተዘይኮይኑ ግና ኩሉ ግዜ ናብ ዝጠዓሞም ናብ ዝመቸዎም እዮም ዘዘንብሉ እዚ እንትገብሩ ግና ንዓኻትኩም ምናልባሽ ኣብ ሰጥ ዝበለ ሜዳ ደርበይኹም ንስኻትኩም ከዓ ብኣኣቶም ተኣማሚንኩም ኩሉ ነገር ገዲፍኩምሎም ክትኮኑ ትኽእሉ ስለዚ ቃል ዘይምሕላው ካብ ኣስመሰልትን መርዛማትን ሰባት ትሻውዓ እዩ። ሻምናይ ጥቕመኛታት ሰባት እዞም ሰባት ምስ እዋኑ ዝለዋወጡ ዝቀያየሩ ሰባት እዮም። ምሳኻትኩም ዝኾኑ ስለ ዝረኽቦ ጥቕሚ ክብሉ ጥራይ እዮም። ስለዚ ናታትኩም ዝኾነ ኣይሓስቡን። ኩሉ ግዜ ካባኻትኩምን ካብ ጥቕምን ንጥቕሞም ይቐድሙ። ካብ መጀመሪኡ ንስኻትኩም ስለ እትግብሩሎም ንስኻትኩም ከም ዝኾኑ የረድኡኹም። ብኣፍ ወይ ብቓል ዘይኮነስ ብግብሪ። ንኣብነት ሎም መዓንቲ ንራኸብ ምስ እትብልዎም ትጋብዘኒ ድኻ እሞ ዝብሉ እዮም። ስለዚ ከምዚ ዓይነት ሰባት ንምርካብ ዘለና ኩሉ ኢንቨስት ንገብር። ዝመፁ እውን መብዛሕትኡ ንምዝንጋዕ፣ ንምብላዕ፣ ንምስታይ እዩ። ጥቕሞም ኣብ ዘይብሉ ቦታ ኣይርከቡን። ኩሉ ግዜ ስርዓታዊ ወይ ሲስተማቲካል እዮም። ዝመጽዎ ወይ ካብኣቶም ንዓኻትኩም ዝግበር ዋላ እንተሃለወ ካብኡ ንላዕሊ ካሊእ ካባኹም ይደልዩ። ስለዚ ጠባዮም ተለዋወጡ እዩ። ንስኻትኩም ካልኦት ምስ ካልኦት ዘርእዎ ጠባይ ከኣ ካልእ እዩ። ጥቕመኛታት ኣብ ብዙሕ ሰባት ይረኣዩ እዩ። ብውሑዳት ኣብ ዝኾነ ሰብ ኣሎ ተባሂሉ ይሕሰብ። ሰብ ጥቕሚ እንተዘይረክብ ነይሩ ዝኾነ ምስ ዝኾነ ኣይምኾነን ነይሩ። መሓዙትኩም ፈተውትኹም እትመርጹሉ ኩሉ ግዜ ዝህበካ ጥቕሚ ብምሕሳብ እዩ። ንሕልመይ ይሕግዘኒ ዶ ንትልመይ ከ ይስዕቦ ዶ ጠባይና ከ ንጠዓዓም ዶ እዚ ኩሉ ጥቕሚ ንምርካብ ዋላ እንተኾነ እዚ ሰብኣውነትን ዝተለምደን እዩ እዚኣቶም ግና ካብዚ ብዝተፈለየ መንገዲ ጥቕሚ ከይሃቡ ምቕባል ጥራይ ዝቖልቡ እዮም ህይወቶም ዝተመልአ ብከምዚ ዓይነት ቀመር እዩ ምናልባሽ ናይ ኣተዓባብያ ወይ ናይ ዝነብሩሉ ኣከባቢ ክኸውን ይኽእል ግና ኩሉ ግዜ ከም ነጋዳይ ይሓስቡ። ይኽስበኒ ዶ የዋፀኒ ዶ ኩሉ ግዜ ሕቶኦም እዚ እዩ። ሓሳባቶም ከምዚ እዩ። ከምዚ ዓይነት ሰባት ምእማን ይኹን ሓቢርካ ምንባር ብዙሕ ዋጋ ክኽፍል ይኽእል። ምክንያቱ ከዓ ኩሉ ግዜ ክሳብ ዘለኩም እምበር ናይ ሓዘን ናይ ፀገም እዋን ፈተውትኹም ኣይኾኑን። እዚኣቶም ምስ ኣብ ካልኣይ ዘልዕል ናይ ሓሳብ ተፃራርቲ እዮም። እዚኣቶም ኣብ ሓዘን ግዜ ይህልዉ እሞ ኣብ ሓጎስ ግዜ ከዓ ይርሕቁ። እዚኦም ከዓ ኣብ ሓጎስ እዋን ይህልዉ ኣብ ፀገም እዋን ወይ ሰዓት ከዓ ካባኻትኩም ዝርሕቑ እዮም። በቲ በለ በቲ ክልቲኦም ኣስመሰልቲ ሰባት እዮም። ታሽዓይ ብሕሉፍ ህይወትኩም ዝመዝንኹም ከምዚኦም ዓይነት ሰባት ብጣዕሚ ብረዚንን ብዝለዓለ ካባኻትኩም ከተርሕዎም ዝግባእ ሰባት እዮም። ምኽንያቱ ከዓ ብፍጹም ተለዊጥኩም ተቐይርኩም ኢኹም ኢሎም ኣይሓስቡን። ከም ፈተውትኹም መጠን ሓደ መዓልቲ ኣቕሓ ሰሪቕኩም ምዃንኩም ነጊርኩምዎም እንተኾይንኩም ኩሉ ግዜ ጅብኦም ቦርስኦም ዝሓለዉ እዮም ብናይ ቀደም ታሪኽኩም ንዓኻትኩም ምእሳር ይፍትኑ ዝደልዮ ኩሉ ከስርሑኩም ይደልዩ ከምዚ ዓይነት ሰባት ኣብ ቅድሚ ሰባት ክብርኹም ይነኽእኹም ስለ ባዕልኹም ምስ እትዛረቡ ከዓ ዋይ ኣይፈልጠካን ደየ ዝብል ቃላት ይደጋግሙ ብጸወታ ይኹን ብቕይዔ ብዝረኣኹሞም ቦታ ይኣትዉ። ናይ ብሓቂ ጸላእቲ እዮም። ካብዞም ኣብ ላዕሊ ዝዘርዘርናዮም እቲ ጸገማቶም እንተገዲፎም ብሓደ ናይ ምቕጻል ዕድል ክህሉ ይኽእል ወይ ንባዕልኹም ብምሕላው በዘይ ምእማን ካባኻትኩም ከይረሓቕኩም ምቕጻል ይከኣል። ከምዚኦም ዓይነት ሰባት ግና ፈጺምኩም ምቕጻል ኣይትኽእሉን። ምኽንያቱ ከኣ ኩሉ ግዜ ንናይ ትማልኹም ወኽኒ ቤት ዘእትዉኹም እዮም። ከምዚኦም ዓይነት ሰባት ብዙሕ ግዜ ንኣድመጽቲ ወይ ንሰማዕቲ ዝኾነ ሰባት ብምእማን ብዙሕ ምስጢር ይዝርዝሩልኩም። ንሳቶም ግና ነቲ ሰብ ንምንዓቕን ንምንእኣስን ይጥቀሙሉ። ስለዚ ጌጋታት ብዘለኩም ነገር ከሽካዕልሉ፣ ከላግጹ ተስተውዕሉ። ስለዚ እዚኣቶም ምርሓቕ ኣማራጺ ዘይብሉ ምርጫ ኮይኑ ንረኽቦ። እዚ ካብ መርዛማ ሰባት ጠባይ ተሽዓ እዩ። ዓስራይን ናይ መወዳእታን ሓላፍነት ዘይወስዱ እዚኣቶም ከኣ ብምሕዝነት ይኹን ብፈታውነት ዝኾነ ዓይነት ተበርክቶ ዘይገብሩ እዮም። እዚ ማለት ግና ርክብኩም ከይቋረጽ ንስኻትኩም ከይቋረጽ ብትገብሮ ጻዕሪ እምበር ብናታቶም ሓገዝ ኣይኮነን። እንታይ ገድሽኒ በሃልቲ እዮም። እንተዘይደዊልኩም ኣይድውልን፣ እንተዘይደለኹሞም ኣይደልኹምን። ናታትኩም ምሕዝነት ርሑቕ ዝገብርኹም እዮም። ኣብ ዝጸበቐን ኣብ ዝመቸወን ቦታ እንተተስማዕሚኦም ዝርስዑኹም እዮም። እንተተጻሊእኹም ከኣ እሞ ኩሉ ግዜ ይቅርታ ካባኻትኩም ዝደልዩ እዮም። ብምፍልላይኩም ንስኻትኩም ጥራይ ትጉድኡ ከም ዝኾንኩም ዝነግሩኹም ንሳቶም በዓል ብዙሓት መሓዙትን ብዙሓት ተደለይቲ ከም ዝኾኑ ዘርእኹም ሰባት እዮም። እዞም ሰባት ንርክብ ሓላፍነት ኣይወስዱን። ስለዚ ኣባኻትኩም ውሽጢ ኩሉ ግዜ ሕቶ ይህልወኩም ንምንታይ ንፈላለ ምስ እትብሉ ምስኻትኩም እዮም። ኣለዉ ምስ እትብሎም ከዓ የለዉን በቃ ከሙዶም እዮም ኣብ መስመር ውሽጢ ኣይኣትዉን እዞም ሰባት ኣብ ሂወት ውሽጢ ፈራሓት እዮም ብምሕዝነትኩም ጥራይ ዘይኮነ ዝኾነ ዓይነት ስራሕ ብሓባር እትገብርዎ ሓሳብ እንተሃልዩኩም ሓላፍነት ስለ ዘይወስዱ ክትጉድኡኹም ገንዘብ ይኹን ዝኾነ ነገር ሓቢሮም ኢንቨስት ኣይገብሩን ዝኾነ ብሓደ ኣይጅምሩን ደፊርኩም ምስ እትጅምሩ ግና ኣለኹ ኣለኹ ዝብሉ እዮም መኽሰብ ወይ ትርፊ እምበር ኪሳራ ኣይምልከቶምን። ከምዚኦም ዓይነት ሰባት ምእማን ኣድላይ ኣይኮነን። እዞም ዓሰርተ ጠባያት ኣብ ዝተፈላለዩ ሰባት ዝግለጽ ርክባት ልክዕ ከም ዘይኮነ ዘመላኽቱ እዮም። ኣባኻትኩም እንተሃልዩ ከተመዓራርዩ ወይ ከተስተኻኽሉ፣ ኣብ ሰባት እንተሃልዩ ከኣ ክትእርምዎ ፈትኑ። እንተዘይኮይኑ ከኣ ንባዕልኹም ክትሕልዉን ክትጥንቀቑን ብተወሳኺ ከኣ ግቡእ ስጉምቲ ክትወስዱን ነተሓሳስብ። እዚ ሜላ ደስ ዝብል እንትፈትሕሞ ላይክ ክሳብ ሕጂ ሳብስክራይብ ዘይገበርኩም ከዓ ሳብስክራይብ ብምግባር ኣባል ስድራ ቤትና ይኹኑ። ተቐንየለይ በጥዑሙ ንኹሉ ሰብ ዓለም ኣብ ንእስነትና ክህልወና ዝግብኦም ነገራት እቲ ዋና ናይ ምርዳእ ክእለት ወይ ስልት ይበሃል። ምስ ሰባት ጽቡቕ ርክባት ንምፍጣር፣ ስራሕ ንምስራሕ፣ ዘለዉና ብቕዓትናን ክእለትናን፣ ዘምረትናዮም ወይ ዝሰራሕናዮም ኣቑሑት ንምሻጥ፣ ዝሓሸ ስምምዕ ንምቕራብ። ንዚኣቶም ኩሎም መሰረት ዝኾነ ክእለት ምርድዳእ ወይ ሓሳብ ንሓሳብ ምልውዋጥ ይበሃል። እዚ ክእለት መብዛሕትና ብተፈጥሮ ጥራሕ ዝርከብ ጌርና ንሓስቦ። እዚ ማለት ምዝራብ ዝኽእልና ቀልዲ ዝኽእል ኩሉ ተረዳዳኣይ፣ ስቕተኛ ከኣ ዘይረዳዳእና ምዝራብ ዘይክእል ጌርና ንወስዶ፣ እዚ ብፍጹም ካብ ሓቂ ዝረሓቐ እዩ። ስለዚ ሎማዓንቲ ብትኽክል ምርድዳእ እንታይ ከም ዝኾነ እና እዚ ክእለት ከመይ ጌርና ምዕባይ ከም ንኽእል ኣብ ውሑዳት ደቓይቕ ክንዘራረብ ኢና። ኣብዚ ቪድዮ ናይ ምርድዳእ ክእለትና ንምዕባይ ዝረድኡና ትሽዓተ ሜላታትን ጸባያትን ብሰፊሑ ክንዘራረብ ኢና። ሰናይ ልቢ እንተሃልዩኩም ላይክ፣ ክሳብ ሕጂ ቤተሰብ ዘይኮንኩም ከኣ ሳብስክራይብ ብምግባር ቤተሰብ ይኹኑ። ብመጀመርያ ምርዳእ እንታይ እዩ? ምርዳእ ማለት ምስ ሰባት ዘለና ርክብ ምስምዕማዕ ወይ ምንባብ ማለት እዩ። እንታይ ደኣ እዚ ፍጹም ምስ ቀይሕ ዓይንና ምስ ብዙሕ ዝዛረብ ዝረሓቐ ከም ዝኾነ ክትርድእዎ ኣለኩም። ምናልባት ቀይሕ ዓይንና ቅልጡፍ ወረ ኣብ ሓደ ሓደ ሰባት ዝሰርሕን ናይ ምርዳእ ሜላ ዋላ እንተኾነ ኩሉ ሰብ ግን እዚ ይቅበል እዩ ማለት ኣይኮነን። እንደያም ሓደ ሓደ ሰባት ቅልጥፍ ቅልጥፍ ኢሉ ዝዛረብ ሰብ ዘዕሽዎም ዘለዎ ዝመስሎም ቀልዲ ዘብዝሕ ከዓ ንቑም ነገር ዘይሕሰብ ኮይኖም እዮም ዝርከቡ። ስለዚ ተረዳዳኢ ማለት ሓደ ሰብ ምስምዕማዕ ወይ ከዓ ምንባብ ምኽኣል እዩ። ምስ ኩሎም ሰባት ተረዳዳእትን ተስማዕማዕትን ክንከውን ዝሕግዙና ትሽዓተ ፀባያት ንርኣይ። እዞም ትሽዓተ ጠባያት ምስ ኩሎም ሰባት ምርድዳእ ክንክእል፣ ምንባብ ክንክእል ዝገብሩና ባህርያት እዮም። እዞም ጠባያት እንተሃልዩኩም ኣብ ዝኾነ ይኹን ቦታ ዝኣተኹሞ ናይ ምርዳእ ዓቕምኹም ዝለዓለ ኮይኑ ይርከብ። በዚ ምክንያት ዝሓሸ ዕዱል፣ ዝሓሸ ኣጋጣሚ ኩሉ ንባዕልኹም ምውሳድ ትኽእሉ። ዓቕምኹም ናብ ኢድኩም ይኣቱ። ስለዚ እዞም ትሽዓተ ጠባያት ክሳብ መወዳእታ ብትዕግስቲ ኣዳምፅዎም። ምስ ሰባት ዘለና ምርዳእ ካብ ዝሕግዙና ጸባያት እቲ ናይ መጀመርያ ንፉዕ ሰማዓይ ምዃን ምርድዳእ ንምዕባይ ካብ ዝረድኡና ወይ ዝሕግዙና እቲ ዋና ንፉዕ ሰማዓይ ምዃን እዩ። ተዛረቦም ክሳብ ዝውድኡ ዘይምቁራጽ፣ የዒንቶም ምምልካት፣ ኣብ ዘረባ ማእከል ምርዳእኹም ንምምልካት ርእስኹም ንታሕትን ንላዕልን ምንቕናቕ፣ ተዛርዮም ምስ ወድኡ ክዛረቦ ዝደለዮ ሓሳብ ብሒዲት ቃላት ምጥቕላል ናይ ንፉዕ ሰማዒ ምልክታት እዮም። ከምዚ እንተ ጌርኩም ምስ ሓደ ሰብ ንምርድዳእ ናይ መጀመርያ ስጉሚ ኬድኩም ኣለኹም ማለት እዩ። ካልኣይ፣ ናይ ገጽ ናፍሕሽውነት እና ናይ ኢድ ምንቅስቓስ። ኣብ ዝርርብ እዋን ዘለና ናይ ገጽና ናይ ኢድ ምንቅስቓስ እቲ እንዛረቦ ሓሳብ ዘበርክቶ ግደ ብዙሕ እዩ። ንኣብነት መሐጎሲ ሓሳብ ንምዝራብ እናፈተና ናይ ገጽና ምኩስታር፣ ምጭምዳድ፣ ኣዕንትና ቅርነብ ምስብሳብ ንሰማዕቲ ተቓራኒ መልእኽቲ ይልእኽ። ስለዚ ምስ እንዛረቦ ሓሳብ ውህደት ዘለዎ ናይ ገጽና ፍሕሽውነት እና ናይ ኢድ ምንቅስቓስ ብሓደ ከነጣምሮም ይግብኣና። ዝኾነ ይኹን ኣብ ትገብርሉ ግዜ ናይ ሰማዕኹም ናይ ገጽ ገጽታ ብትኹረት እናረኣኹም ክኸውን ኣለዎ። እዚ ክትገብሩ እንከለኹም ምስኡ ስምዒት እናተናበብኩም ይኸደልኩም ማለት እዩ። ስለዚ እዚ ነጥቢ ምስ እትገብሩ ክልተ ስጉሚ ናይ ምርዳእ ክእለትኩም ዓብዩ ማለት እዩ። ሳልሳይ ፍረ ሓሳብ ብዝተወሰነ ቃላት ምግላጽ ወዲ ሰብ ትኹረት ሂቡ ሓደ ነገር ንምክንዋን ንውሕዳት ደቓይቕ ስለ ዝኾነ ኣብ ዘረባ እዋን ብውሕዳት ቃላት እቲ እንደልዮ ሓሳብ ክንገልጽ ይግብኣና። እቲ እነዛርቦ ሰብ ኣብታ ዘዛረበና ሰዓት ብዙሕ ዘተሓሳስቦና ብዙሕ ግዜኡ ከጥፍእሎም ዝደልዮም ብዙሓት ጉዳያት ከም ዘለዎ ብምእማን ሓፂርና ብዝተመረፀ ቃላት ዝተመልአ ዝርርብ እንተጌርና ምርድዳእ ይህልወና ማለት እዩ። ዋላ እኳ ሓተታ እንተበዝሐ እውን ሰባት ብትኹረትን ብምስትውዓልን ሰሚዖሞ ድሕሪ ምኻዶም እዋን ዝዝክርዎ ናይ መጀመርያ ውሑዳት ደቃይቅ ከም ዝኾነ ዘክሩ። ስለዚ ዋና ፍረ ሓሳብኩም በዚኦም ክልተ ርክባት ክትፈላለዩ ክትብሉ ብዘሎ ውሑዳት ደቃይቅ ወይ ከዓ ክትጅምሩ እንከለኹም ውሑዳት ደቃይቅ ዘሎ ዋና ሓሳብኩም ንምግላፅ ምርድዳእኹም የዕቢ። እዚ ምስ እትገብሩ ሳልሳይ ስጉሚ ንቕድሚት ተጓዒዝኩም ማለት እዩ። ራብዓይ፣ ትኹረትና ዝሰርቁና ነገራት ምርሓቕ። ተንቀሳቐስቲ ሞባይል ከምዚ ዕለታዊ ናብራና ዘሊቖም ኣብ ዝኣትውሉ ግዜ፣ ምስ ሰባት ኣብ እትዛረበሉ እዋን እንጥቀመሎም እንተኾይንና ግቡእ ዘይኮነ ትርጉም ይህቡ። ንእንዛረቦ ነገር ወይ ዝዛረበና ትኹረት ከምዘይብልና የምስል። እንዛረቦ ሰብ ወይ ከዓ ስለ ዝዛረብ ሓሳብ ግዲ ከምዘይብልና የፍልጥ። ስለዚ ኣብ ዝርርብና እዋን ተንቀሳቐስቲ ሞባይልና እና ነካናወኖም ነገራት ደው ኣቢልና ሙሉእ ኣትኩሮና ብምሃብ ንምስማዕ ከምኡ እውን መልሲ ክንህብ ይግባኣና። ሓምሻይ ኣቀማምጣና ምስትኽኻል ናብ ድሕሪትና ተደፊእና ምቕማጥ፣ ድሕሪትና ምሃብ ወይ ገፅና ናብ ተቃራኒ ምዛር ዝኣመሰሉ ኣቀማምጣታት ንምርዳእ ኣፀገምቲ ክገብሩ ይኽእሉ እዮም። እንዛረቦ ሰብ ኣንፈትና ብምምዕራይ ከምኡ እውን ብምቕራብ ኣቀማምጣና ብምምዕራይ ብዝበለፀ ነቲ ሰብ ምስኡ ዘለና ቅርበት ወይ ከዓ ስምዒትና ፅቡቕ ከም ዝኾነ የርኢ። ስለዚ ፈሊጥኩም ኮነ ዘይፈለጥኩም ምስቲ ሰብ ኣብ ኮፍ ኣብ እትብልሉ ግዜ እትገብርዎ ምንቅስቓስ ተቆፃፀሩ። ገፅኩም እንተዘይርኩምሉ ወይ ከዓ ድሕርኩም እንተሂብኩሞ ወይ ከዓ እግርኹም ኣዚርኩም እንተጠላሊፍኩም ነቲ ሰብ ፅቡቕ ምቾት ከም ዘይብልኩም ስለተርእይዎ ዘለኹም ብውሽጡ ምሳኹም ዘለዎ ምርዳኣት ንምቁራጽ እናተሃወኸ ይኸይድ። ስለዚ ገጽኩም ናብኡ ብምዝዋር ድሕሪትኩም እውን ብትኽክል ብምምዕራይ ኣንፈትኩም ናብኡ ብምግባር ከምኡ እውን ቅርብ ኢልኩም ብምቕማጥ ምስኡ ብምዃንኩም ጽቡቕ ምቾት ዘለኹም ንምርኣይ እንተመኪርኩም ብዝበለጸ ምስቲ ሰብ ዘለኩም ምርድዳእ ወይ ምስምዕማዕ እናዓበየ ይኸይድ። ስለዚ እዚ ምስ እትገብሩ ሓምሻይ ስጉምቲ ተጓዒዝኩም ኣለኹም ማለት እዩ። ሻርሻይ እትዛረበዎ ሰብ ስምዒት ምርዳእ ብጣዕሚ ዘሕዝን ታሪኽ እናነገረና ስምዒቶም ምንም ብዘይምግዳስ እትብሎ ይርድአና ኣሎ እዩ እንተኢልና እምነት የስእነና። ናይቲ ተዛራቢ ስምዒት ናባና ውሽጢ ክኣቱ እንተፈቒድና ጽቡቕ ምስምዕማዕ ይህልወና። ስለዚ ምስ ሰባት ብዛዕባ ዝኾነ ይኹን ጉዳይ ስለ ስምዒት ነገራት እንትዛረብ ምስኣቶም ናይ ገጽና ኣገላልጻ ኮነ ስምዒትና ብሓደ ክኸይድ ይግብኦ። እዚ ኣስመስሉ ወይ ከዓ ኣምስሉ ይብለኩም ዘይኮንኩ ዘለኹስ እቲ ዝነግረኩም ነገር ክፍቲ ዝኾነ ልቢ ቀርቡ። ክፍቲ ዝኾነ ልቢ እንተቐሪብኩም ምስቲ ዝዛረብዎ ብሓንሳብ ምፍሳስ ኣይኸብደኩምን። ከምዚ እንተጌርኩም ምስ ሰባት ብዝበለጸ ክትረዳድኡ ክሕግዘኩም እዩ። ሻውዓይ፣ ዝርርብካ ወሓዚ ዘለዎ ዘይተሓዋወሰ ክኾን ምግባር። ዝርርብኩም ወሓዚ ዘለዎና ዘይተሓዋወሰ ምግባር ካብ ሓደ ሓሳብ ናብ ካልእ ሓሳብ ምዝላል መእሰሪ ዘይብሉ ዝርርብ፣ ምይይጥ፣ ክርክር ምግባር መወዳእትኦም ኣይጽቡቕን። ስለዚ ትኹረትኩም ብሓደ ሓሳብ ጥራይ ብምግባር ዘይተሓዋወሰ ከምኡውን ወሓዚኡ ዝሓለወ ዝርርብ ምግባር። እሱ ወዲእና ናብ ካሊእ እንተሓሊፍና ኣግባብ እዩ። ስለዚ ኩሉ ግዜ ብሓደ ርእሲ ብዙሕ ሰዓት ምጽናሕ ምባል ዘይኮነስ ሓደ ነገር ከይወዳእኹ ናብ ካሊእ ሓሳብ ምዝላል ምንም መወዳእታ ዘይብሉ ዝተፈላለየ ርእሲ ምልዓል ንሰባት ኮነ ንባዕልኹም ምቾት ዘይህብ ስለ ዝኾነ ኣብ ክልቴኹም ትኽክለኛ ናይ ስምዒት ርክባት ክህሉ እንትትዛረቡ ብሓደ ዓይነት ዋሕዚ ብምሕላው ሓሳባትኩም ወዲእኹም ናብ ካሊእ ሓሳብ ክትሓልፉ ኣለኩም። እዚ እንተጌርኩም ሻውዓይ ስጉሚ ንቕድሚት ተጓዒዝኩም ኣለኹም ማለት እዩ። ሻምናይ ናይ ቃላት ድግግማት ምእላይ ኣብ ዝረባ እዋን ዝኣትዉ ቃላት ምትራፍ ብዙሕ ግዜ ሰባት ሓሳባቶም ካብ ምክትታል ናብ ዝኣትዉ ድምፂ ክዕዶም ይገብር። ስለዚ ኣ እሞ ዝብሉ ቃላት ክንኣልዮም ይግብኣና። ከምኡ እውን እና ማለት እዩ። ምንም ዝብሉ ቃላት ምድጋም ዘረባና ዕላልና ኣሰልቻዊ ክገብርዎ ስለ ዝኽእሉ ክንኣለም ይግባኣና። ስለዚ ብምጥንቃቕና ብዝተመረፁ ግልፂ ቃላት ብምዝራብን ትኹረትና በቲ እንዛረቦ ሓሳብ ክንገብር ይግባኣና። ከምዚ ዓይነት ዝተለምዱ ቃላት ኣብ እንደጋግመሉ ግዜ ግን ሓሳባቶም እናተሰርቀ በዞም ቃላት ናይ ምዃን ነገር ስለ ዝበረታታዕ ምሳኹም ዘሎ ምርዳእ እናወረደ ይመጽእ። ሓሳባትኩም ብትኽክል ከይተረድኡኹም እውን ክተርፉ ይኽእሉ። ስለዚ እዚ ብምትግባር ቃላት ብምምራጽ ሓሳባቶም ምእካብና እትዛርቦ ብጥንቃቐ ክሰምዑኹም ምስ እትገብሩ ሻምናይ ስጉሚ ተጓዕዝኩም ኣለኹም ማለት እዩ። ታሽዓይ ናይ ድምፅና ጣዕሚ ከም ኩነታቱ ከም ሓሳባትና ምልዋጥ ኣብ ዝርርብ እዋን ሓደ ዓይነት ዘለዎ ጣዕሚ ዘለዎ ዝርርብ ብምግባር ንሓጎስ ንሓዘን ምምሕራቕ ተመሳሳሊ ጣዕሚ ወይ ድምፂ ምጥቃም ናይ ሰማዓይ ትኹረት ክበታተን ስለ ዝዕድሙ ሓደ ሓደ ሻዕ ዓው ሓደ ሓደ ሻዕ ትሕት ዝሕል ሓደ ሓደ ሻዕ እውን ስቕ እንዳበልና ብዝተፈላለየ ጣዕሚ ዝተዓጀበ ዝርርብ ምግባር ናይ ሰማዓይ ትኹረት ንምስሓብን ከምኡ እውን ክሳብ መወዳእታ ሓሳብ ኣኪቡ ንምፅናሕ ይረደና። ስለዚ እዚ ታሽዓይን ናይ መወዳእታን ሜላ እዩ ተጠቐምሉ። እዚ ቪድዮ እንተፈቲኹሞ ላይክ፣ ክሳብ ሕጂ ቤተሰብ ዘይኮንኩም ከዓ ሳብስክራይብ ብምግባር ቤተሰብ ይኹኑ። የቐኒለይ ቻው ቻው